ብስመ ኣብን ወልድን መንፈስ ቅዱስን ሓደ ኣምላክ ኣሜን። ከም ፍቓድ እግዚኣብሄር ኣብ መዛዘሚ ኣሰንትኖና ናይ ቴዎሎጂያዊ ደባዲ በፂሕና ኣለና። ናይቲ ኩሉ እዚ ክንጓዓዞ ዝፀናሕና ንሕና ብሓቂ እዞም ነዚ ትምህርቲ እዚ ዝተመሃርና እንታይ መልእኽቲ ከም ዝህበና እንታይ ተልእኾ እውን ከም ዘለና ከነስተንትን ኢና ኣብ መወዳእታ መዛዘሚ ክንገብረሉ ኢና ናይዚ ኩሉ ክንጓዓዞ ዝፀናሕና ማለት እዩ ምክንያቱ ድሕሪ እዚ ኩሉ ዝተምሃርናዮ እንታይ ሒዝና ኢና ክንከይድ ዘለና ነቶም ዘይተምሃሩን ነቶም ዘይሰምዑን ከ እንታይ ኢና ከነመሓላልፈሎም ዘለና ዝብል ክንርኢ ኢና ኣርእስቲ ናይዚ ሕጂ እንርእዮ መዛዘሚ ሓሳብ ናይዚ ክንመሃሮ ዝጸናሕና ምክፋል ትምህርቲ ሰብነት ወዲ ሰብ ኣብ ዘመነ ሓድሽ ስብከተ ወንጌል እዩ። ከመይ ጌርና ንኻልኦት ከነካፍሎም ኢና? ኣብ ዘመነ ሓድሽ ስብከተ ወንጌል ናይ ቤተ ክርስትያን ስለ ዘለና ነዚ ትምህርቲ፣ Theology of the Body፣ ከመይ ጌርና ከነካፍሎ ይግብኣና? ቅዱስ ዮሓንስ ጳውሎስ ዳግማዊ እንታይ ይብሉ? ኣብ ሕመረት ናይ ወንጌል ምቕባል ናይቲ ዘይመቓቐል ሓድነት ናይ ሰብ ኣብ መንጎ ሕይወትን ሰብነትን ኣሎ ይብሉ። ስለዚ ዘይምቀል ሓድነት ናይ ሰብ ኣብ መንጎ ሕይወትን ሰብነትን ኣሎ፣ ኣብ መንጎ ስጋን ነፍስን ከም ማለት እዩ። ስለዚ ወንጌል ንዓና ዝምህረና እዚ እዩ። ስጋን ነፍስን ናይ ሰብ ክፈላለ ኣይክእልን እዩ። ስጋ ማለት ምጉዳእ ማለት ንነፍሲ ምጉዳእ እዩ፣ ንነፍሲ ምጉዳእ ማለት ንስጋ ምጉዳእ ከም ዝኾነ እቲ ሓድነት ዘይመቓቐል ምዃኑ ይነግረና። እዚ ሕጂ ንትንክፎ ሓሳባት እቲ ነዚ ናይ ቲዮሎጂ ኦቭ ደባዲ ናይ ርእሰ ሊቃነ ጳጳሳት ብዙሕ መጽናዕቲ ዝገበረ ክሪስቶፈር ዌስ ዝበሃል ዝሃቦ ብሓቂ መዛዘሚ ኣዚዩ ዓሚቕ ዝኾነ መልእኽቲ ዘለዎ ትምህርቲ ኢዩ። ናይ መጻኢ ሰባት ብቓል ኪዳን ብቓል ኪዳንን ስድራን ሓሊፎም እንተ ኢልና ብመንገዲ ናይዚ ትምህርቲ ናይ ርእሰ ሊቃነ ጳጳሳት ስለ ዝሓለፉ ኢዩ። ቃል ኪዳንን ስድራን እንተ ዘይተሓዲሶም ቤተ ክርስትያንን ዓለምን ክሕደሱ ኣይክእሉን ኢዮም። ምሕዳስ ናይ ቃል ኪዳንን ስድራን ድማ ብዘይ ምምላስ ናብቲ ሓቀኛ መደብ ኣምላኽ ናይ ሰብነትናን ጾታውነትናን ኣይከኣልን እዩ። ስለዚ ቃል ኪዳንን ስድራን ምስ ተሓደሰ ቤተ ክርስቲያንን ዓለምን ይሕደስ። ቃል ኪዳንን ስድራን ሎሚ ክሕደስ እንተ ደኣ ኮይኑ ግን ናብቲ ሓቀኛ መደብ ኣምላኽ ናይ ሰብነትናን ጾታውነትናን ካብ መጀመርትኡ ዝነበረ ናብኡ ገጽና ክንምለስ ኣለና። ከመይ እዚ ዘለናዮ ህልው ኩነት ነቲ ሓቀኛ መደብ ናይ ኣምላኽ ዝገልጽ ስለ ዘይኮነ። እዚ ሓዲስ ስብከተ ወንጌል ዝበሃል ርእሰ ሊቃነ ጳጳሳት ቅዱስ ዮሃንስ ጳውሎስ ዳግማዊ ብ1983 ናብ ላቲን ኣሜሪካ ኣብ ዝገበርዎ ምብጻሕ ዝበልዎ እዩ። እዚ ነቶም ወንጌል ክርስቶስ ዘይተቐበሉ ጥራይ ዘይኮነ፣ እንኮላይ ነቶም ዝተጠምቑ ግና ነቲ ሕያው ትርጉም ናይ እምነት ዘጥፍኡ ወይ ድማ ንገዛእ ርእሶም ከም ኣባላት ናይ ቤተ ክርስቲያን ዘይቆጽርዋን ካብ ክርስቶስን ወንጌሉን ዝረሓቑ ህይወት ዝነብሩ እዩ ተባሂሉ። ተጠሚቖም እንከብቅዑ ግና ነቲ ክርስቲያናዊ ሕይወት ብዝግባእ ዘይነብሩዎ ካብ ክርስቶስን ካብ ወንጌሉን ዝረሓቐ ሕይወት ዝነብሩ ዘለዉ ንቤተ ክርስቲያን ድማ ከም ናቶም ኣደ ዘይርእይዋ ከም ኣባላት ናይ ቤተ ክርስቲያን ድማ ንገዛእ ርእሶም ዘይቆጽሩ ዝተባህለ እዩ ወይ ድማ ዝግበር እዩ ማለት እዩ። ብኻልእ ኣዘራርባ ድማ ነቶም ዝተጠመቑ ግን ዘይኣመንቲ እዩ ተባሂሉ። እዚ ሓዲስ ስብከተ ወንጌል ነቶም ዝተጠመቑ ግን ከኣ ዘይኣመንቲ ዝበሃሉ ተጠሚቕም እዮም ብስም ብስም ክርስትና ተቐቢሎም ግና ዘይነብርዎ ዘለዉ ነቲ ህይወት ማለት እዩ። ዝበዝሕ ቁጽሪ ሎሚ ብባህሊ ክርስትያን ኮይኑ ግን ተመክሮ ለውጢ ናይ ልቢ ናብ ክርስቶስን ትምህርቱን ዘይገበሩ እዮም። ሓዲስ ስብከተ ወንጌል ሓዲሽ ነገር ምምሃዝ ዘይኮነ ነቲ ወንጌል ንኣብዚ ሕጂ ዘሎ ግዜ ኣብዚ ግዜ ዘሎ ሰብ ብሓዲሽ ኣገባብ ኣገላልጻን ሰሓብነትን ብዘለዎ ምቕራብ ማለት እዩ። ምክንያቱ ሓዲስ ስብከተ ወንጌል ማለት ሓዲሽ ወንጌል ምምሃዝ ዘይኮነ ነቲ ቀደም ክርስቶስ ዝሃበና ወንጌል ነዚ ኣብዚ ግዜ ዘሎ ሰብ ከመይ ጌርካ ንዕኡ ብዝርድኦም ቋንቋን ኣበሃህላን ምግላጹን ምትሕልላፉን እዩ። እዚ ማለት ነቲ ዓሚቕ እምነትና ዝገልጽ ትርጉም ዘለዎን ኣእማንን ቋንቋ እናተጠቀምና ነዚ ናይ ግዜና ሰባት ብፍቕሪ ኣምላኽ ናብ ሓድሽ ሕይወት ከም ዝተጸውዑ ምንጋሮምን ነቲ ዘይልካዕ ሃብቲ ክርስቶስ ምክፋልን ነቲ ኣምላኽ ካብ ጥንቲ ሕቡእ ዝነበረ ምስጢሩ ምግላጽን ማለት እዩ። ስለዚ ነዚ ነዚ ጸጋ ኣምላኽ ዘይጠዓሙ ነዚ ኣምላኽ ዝገለጸሎም ፍቕሪ ዘየሰማቐርዎ ነቲ ዘይልካዕ ሃብቲ ክርስቶስ ድማ ዘይተካፈልዎ ዘለዉ ሰባት ንዕኦም ምግላጽን ምትሕልላፍን እዩ ከመይ ኣምላኽ ኣብኦም እውን መደብ ኣለዎ እቲ መደቡ ግና ክርድእዎን ከለልይዎን ስለ ዘይከኣሉ ሎሚ ንሕና ከነመሓላልፈሎምን ክንገልጸሎምን ይግብኣና እዚ ኸኣ ብኸመይ ኢና ንገጾ እንተበልና ንኣብነት ብዛዕባ እዚ ዝተማሃርናዮ ዕላማ ኣምላኽን ትምህርቲ ቤተ ክርስትያንን ብዛዕባ ሰብነትና ጾታዊ ርክብ ቃል ኪዳን መከላኸሊ ጽንሲ ወዘተ ብጥበብ ምንጋር ማለት እዩ ብዙሕ እዋን እቲ ርድኢትን እቲ ኣተሓሳስባን ዘሎ ቤተ ክርስትያን እዚ ኣይተፍቅድን እያ ቤተ ክርስትያን እዚ ትኽልክለና ዝብል ኣበሃህላ እዩ ግና እቲ ቀንዲ ትርጉሙን እቲ ዕላማ ናይቲ ቤተክርስትያን እዚ ኣይከውንን እዩ ትብሎ ዘላ ከመይ ምዃኑ ካብ ምንታይ ተበጊሳ ከም ዝኾነትን ግና እዞም ንሕና ነዚ ትምህርቲ ዝተማሃርና ብጥበብ ጌርና ከነረድኦምን ከነእምኖምን ይግብኣና። ከመይ ዝበዝሐ ሰብ ኣብ ርእሱ ቤተ ክርስቲያን ኣይተፍቅድን እያ ዝብል ኣምር ጥራይ እዩ ኣብ ርእሱ ሒዙ ዘሎ። ቤተ ክርስቲያን ከም ከልካሊት ጥራይ እዩ ንርእሱ ዝርዳኣ ዘሎ። ንሕና ግን ከምቲ ርእሰ ሊቃነ ጳጳሳት ዝበልዎ ናይ ቤተ ክርስቲያን ስራሕ ንዅሎም ሰባት ኣምላኽ ከም ዘፍቅሮም ብክርስቶስ ገዛእ ርእሱ ከም ዘወፈዮሎም፣ ከምኡውን ናብቲ ዘይውዳእ ናይ ሓጐስ ህይወት ከም ዝጸውዖም ምብሳር እዩ። ፈሮ ኣምላኽ ምስ ጠዓሙ ነዚ ኩሉ ኣተሓሳስባን ርድኢትን ክቕየር ምዃኑ ርጉጽ ነገር እዩ። ስለዚ ናትና ስራሕ እንታይ እዩ እንተ በልና፣ ኣምላኽ ከም ዘፍቅሮም ጎይታና ክርስቶስ መድሓኒና ድማ ገዛእ ርእሱ ከም ዘወፈየሎም፣ እግዚኣብሔር ኣምላኽ ድማ ናብ ሓድሽ ህይወት፣ ናብ ናይ ሓጐስ ህይወት ይጽውዖም ከም ዘሎ ምርዳእ ምዕኡ ክርድኡ ምሕጋዞምን ምብሳሮምን እዩ። እዚ ክሪስቶፈር ዌስት ዝበሃል ጸሓፊ ሓደ ዛንታ የቕርበልና። ኣብ ሓደ ዓዲ ሓደ ታቤላ ነይሩ። ኣብቲ ታቤላ ከኣ እንታይ ዝብል ተጻሒፉ ነይሩ? ክርስቶስ መልሲ እዩ ዝብል ታቤላ ንሓንቲ ቤተ ክርስትያንሲ ክርስቶስ መልሲ እዩ ዝብል ሂቦማ ክራይስት ዲ ኣንሰር ዝብል ቤተ ክርስትያን ይርኢ ማለት እዩ ታቤላ ከምኡ ተፃሒፍዎ ይርኢ ማለት እዩ ስለዚ ሓደ ሰብ ምስ ረኣዮ የንብባ እሞ ክራይስት ዲ ኣንሰር ቸርች ይብል ዝብል ምስ ኣንበበ እንታይ ይብል እቲ ሰብ ዋት ኢዝ ደ ኩዌሽን እቲ ሕቶ ግን እንታይ እዩ? ክርስቶስ መልሲ እንተ ዀይኑሲ፣ እቲ ሕቶ እንታይ እዩ? እናበለ ከም ዝሓተተ ይነግር ማለት እዩ። ዝዀነ ሰብ ግና ምስቲ ሕቶ ርክብ እንተ ዘይብሉ፣ ኢየሱስ መልሲ እዩ ዝብል ሓሳባዊ ኰይኑ እዩ ዝነብር። ኣብ ውሽጥና ዘሎ ሕቶ ክንርድኦ ክንጥምቶን እንተ ዘይክኢልና፣ ኢየሱስ መልሲ ናይ ኵሉ ነገር እዩ ዝብል ሓሳብ ኰይኑ ጥራይ እዩ ዝተርፍ። መጀመርያ ምስቲ ሕቶ ርክብ ክህልወና ክኽእል ኣለዎ። ዋላ እኳ እቲ ሕቶ ሰብኣዊ እንተ ዀነ፣ ምስኡ ርክብ ምግባር ግን ንልበይ ናብ መለኮታዊ መልሲ ክፉት ይገብሮ። ምኽንያቱ ንሕና ከም ሰባት መብዛሕትኡ ሕቶታትና ሰብኣዊ ነገር ኢዩ። እቲ ሰብኣዊ ሕቶታትና ግን ልብና ብምኽፋት ናብቲ መለኮታዊ መልሲ ክፉታት ይገብረና ኢዩ። እቲ ሕቶ ብርግጽ ካብ መዓሙቕ ህይወትና ዝነቐለ መንፈሳዊ እዩ፣ ግና ብሰብነትና ዝግለጽ እዩ። ኵሉ እቲ ኣብ ሰብነትና እንደልዮ ሃረር እንብሎ እኳ ናይቲ ኣብ መዓሙቕ ህይወትና ዘሎ መለኮታዊ ድሌትን ሃረርታን እዩ፣ ናይ መንፈሳዊ ካብ መንፈሳዊ ነገር ዝነቐለ እዩ። ንሕና ንፍቕርን ንሓድነትን ምስ ካልኦት ኢና ተፈጢርና። ከምኡ ስለ ዝኸኑ ርእሰ ሊቃነ ጳጳሳት ሰብ ብዘይ ፍቕሪ ክነብር ኣይክእልን እዩ። ንዕኡ ፍቕሪ እንተ ዘይተገሊጻትሉ ምስኣ ርክብ እንተ ዘይብሉ ክምኮራን ናቱ ክገብራን እንተ ዘይክኢሉ ንገዛእ ርእሱ ዘይንጹርን ሕይወቱ ድማ ትርጉም ዘይብላን እያ ትኸውን ዝብሉ ማለት እዮም። እዚ ሰብ ብዘይ ፍቕሪ ትርጉም የብሉን። ኣብ ፍቕሪ ይነብር እንተሎ ጥራይ ኩነት ህይወቱ ክርዳእን ብዝግባእ ከሰማቕርን ዝኽእል። ካብ ፍቕሪ ወጻኢ ግን ዝገበረ እንተገበረ ኩሉ ናብ ተስፋ ቁርጸትን ሓጎስ ምጥፋእን እንተዘይኮይኑ ዝህቦ ሓጎስ ከምዘይብሉ ርዱእ ነገር እዩ። ከምቲ ክርስቶስ ብፍቕሪ ንሰብነትና ዝለበሶ፣ ንሕና እውን ብሰብነትና ነታ ፍቕሩ ክንለብሳ ኣሎና። እቲ ኣብ ሰብነትና ንፍጽሞ ተግባር ድማ ኩሉ ናይ ፍቕሪ ተግባር ክኸውን ይግባእ። ኣብዚ ኩነት ስራሕ ናይ ሓድሽ ስብከተ ወንጌል እንታይ እዩ እንተበልና ነቲ ብሰንኪ ሓጢኣት ዝተጠምዘዘ መደብ ኣምላኽ ናብ ንቡር ምምላስ እዩ። ምክንያቱ ድሕሪ ሓጢኣት ኣዳምን ሄዋንን ኩሉ እቲ መደብ ኣምላኽ ከም ዝተጠምዘዘ ከም ዝተበላሸወ ርኢና። እዚ መደብ ሓድሽ ናይ ስብከተ ወንጌል ድማ ነዚ ቀደም ዝነበረ መደብ ኣምላኽ ናብ ንቡር ምምላስ ክኸውን ኣለዎ። ሓደ ካብ ቀዳሞ ጸሓፍቲ ናይ ቤተ ክርስትያንና ዝኾነ ቶርቱልያን ዝተባህለ ከምዚ ይብል ሰይጣን ንመደብ ኣምላኽ ክጻረር ምስ ደልየ ንምስጢራት ኣብ ሕቶ ከም እነእትዎ ይገብረና እዩ ይብለና እዚ እውን ኣብ ዝሓለፈ ትምህርትና ርኢና ነርና ንመደብ ኣምላኽ ክጻረር ምስ ደልየ ሰይጣን ኣብ ሕቶ ከም ነእትዎ እዩ ዝገብረና። ልክዕ ከምቲ ንኣዳምን ሄዋንን ካብቲያ ኣይትብልዑ ዝበለኩምሲ እግዚኣብሄር ኣምላኽ ክትሞቱ ኢኹም እንተበሊዕኹም ክትሞቱ ኢኹም ዝበለኩምሲ ኣይትሞቱን ኢኹም ብምባል ኣብ ሕቶ ምልክት ከም ዘእተውዎ ይገብሮም። ሎሚ እውን ንሕና ኣብ ህይወትና እነርእዮ ኩሉ ተግባር ኣብ ሕቶ ምልክት ኢና ነእትዎ። ናይ ቃል ኪዳናዊ ነገር ኣብ ሕቶ ምልክት ነእትዎ፣ ናይ ጾታዊ ርክብ ኣብ ምልክት ሕቶ ነእትዎ፣ እቲ ናይ መከላኸሊ ጽንሲ ከምኡ ብተመሳሳሊ ብሕቶ ምልክት እእቲና ኣብ ከምኡ ነገራት ንውድቕ፣ እቲ ናይ ኣጸያፊ ስእልታት ንርእዮ ኩሉ እቲ መደብ ኣምላኽ ኣብ ሕቶ ምልክት ስለ ነእትዎ እዩ። ሰይጣን ድማ ነቲ ምስጢራት ኣምላኽ መደብ ኣምላኽ ከም ንጠራጠሮ እዩ ዝገብረና ብኡ መሰረት ናብቲ ጌጋ መንገዲ ንኸይድ። ስለዚ ንሕና ነቲ ክርስቶስ ኣብ መርዓ ናይ ቃና ዝለወጦ ሓድሽ ወይኒ ክንሰቲ ኣሎና። ሓድነት ናይ ክልተ ኣንጻር ጾታ ነቲ ንደልዮ ሓጎስ ክህበና ዝኽእል ነቲ ክርስቶስ ኣብ ቅዱስ ቁርባን ዘፍሰሶ ፍቕሪ ክመስል እንተኽኢሉ ጥራይ እዩ። ምኽንያቱ ነቲ ክርስቶስ ኣብ ቅዱስ ቁርባን ዘፍሰሶ ፍቕሪ ከነምስሎ እንተኽኢልና ነቲ ናይ ኣንጻር ጾታ ሓድነትን ፍቕርን ብመተመሳሳሊ ሓጎስ ዘለዎ ምልኣት ዘለዎ ይኸውን ማለት እዩ። ከመይ ክርስቶስ ብቅዱስ ቁርባን ገይኑ ዕለታዊ ፍቕሩ ይገልጸና፣ ፍቕሩ ከነስተማቕር ድማ ይሕግዘና። ንዑና ድማ ካብ ውሽጥና ብሓቂ ሃንቀው ንብል ዘለና። በነዲክቶስ፣ ርእሰ ሊቃነ ጳጳሳት በነዲክቶስ መበል ዓሰርተ ሽዱሽተ፣ ከምቲ ሰብኣይን ሰበይትን ብኣካሎም ሓደ ዝኾኑ፣ ንሕና ድማ ብቕዱስ ቁርባን ምስ ክርስቶስ ሓደ ንኸውን ይብሉ። ዝኾነ ሰብ ድማ ብቕዱስ ቁርባን ምስ እግዚኣብሔር ኣምላኽ ምስ ጎይታና የሱስ ክርስቶስ ሓደ ክኸውን እንተዘይክኢሉ ምስ ሰብ ሓድነት ክህልዎ ኣይክእልን እዩ። ከምኡ ስለ ዝኾንና ኢና ኩሉ ግዜ ኣብ ግዜ ቃል ኪዳን ኣብ ዝእሰረሉ ኣብ ቤተክርስትያን ሰብኣይን ሰበይትን ብዝተኻለ መተን ቅዱስ ቁርባን ክቕበሉ ዘለዎም ቅዱስ ቁርባን ተቐቢሎም ምስ ክርስቶስ ሓደ ምስ ኮኑ ከም ውፅኢት ናይቲ ምስ ክርስቶስ ዝኣተውዎ ሓድነትን ዝፈፀምዎ ኪዳንን ከዓ ኣብ ንሕድሕዶም ሓድነት ክህልዎም ይኽእል ማለት እዩ ምስ ክርስቶስ ፍቕሩ እንተዘየስተማቒርና ምስ ብጻይና ፍቕሪ ከነስተማቕር ስለ ዘይንኽእል ብኡ ጌርና ነቲ ፍቕሪ ምስ ተቐበልናዮ እቲ ኢየሱስ መልሲ እዩ ዝብል ኣባህህላ ቅቡል ይኸውን። ዜርና ዜርና ቀንዲ ሕመረት ናይ ወንጌል ይብሉ ርእሰ ሊቃነ ጳጳሳት ጻውዒት ናብ ሓድነት እዩ ሰብነትና እውን ንዑ እዩ ዝደልን ስኢንዎ ድማ ዝጭድርን ዘሎ ነዚ ጻውዒት ወንጌል በዚ መንጽር እንተ ተቐቢልናዮ፣ እቲ መልእኽቱ ኣብ ሰብነትና ስጋ ይለብስ ጥራይ ዘይኮነ፣ ዋላ ነቲ ክንቅበሎ ዝኸበደና ትምህርቲ ቤተ ክርስቲያን ብዛዕባ ፍትሕ፣ መከላኸሊ ጽንሲ ወዘተ ትርጉም ዘለዎ ክኸውን እዩ። ነዚ ንምግባር ክንፈርሕ የብልናን። ከመይ እቲ መምህርና ኣነ ምሳኻትኩም ኣለኹ ስለ ዝበለና። ካብዚ ተበጊሶም ድማ ርእሰ ሊቃነ ጳጳሳት ክርስቶስ እቲ መርዓዊ ኣሎ ምሳና ይብሉና። እዚ እዩ ህያው ተስፋና። ነዚ ተስፋ እዮም ርእሰ ሊቃነ ጳጳሳት በዚ ትምህርቲ ገይሮም ገሊጾምልና። ንሕና ድማ ነዚ ተስፋ ተቐቢልና ናብቶም ካልኦት ከነመሓላልፎ ንጽዋዕ ዘለና። እግዚኣብሔር ኣምላኽ ኣብ ዘዘለናዮ ጸጋኡን በረኸቱን የብዝሓልና። ክሳብ እዚ ሰዓት እዚ ዝመርሓና እናመስገና ነዚ ዝተመሃርናዮ ትምህርቲ ከኣ ኩሉ ኣብ ተግባር ንኸነውዕሎ ባዕሉ ይደግፈና። ኣብ ዘዘለናዮ ድማ ሰላሙን ጸግኡን የብዝሓልና። ሰሰናዩ።